እቲ ዝተፈርሐን ሓደገኛ ዝተብሃለ ኩናት ተላዒሉ ኣሎ። ካልኣይቲ ድሮን ብልጽግና ብ TDF ተሓምሺሻ። ካብ ዶባት ኢትዮ ሱዳን ከቢድ ውግእ ዝካየድ ዘሎ ኮይኑ። ብልጽግና የድርድር ጥያቄ ወደ ትግራይ ይልካል እየተባለ ነው። ንኤርትራ ነጻነት ክትከልእ ደልያ ኣይኮነትን ኣሜርካ። Simple። ተስፋይ ራያ ተኣሲሩ እኒኦ። እስሩ እቲ ዋና መእሰሪኡ እዩ ነጥቢ ግን። ኤርትራ ምስ ኣሜሪካ ክትዛመድ ግብፂ ዓቢ ተራ ምፅዋታ ተገሊፁ። ኣብ ዓፋር ዝርከቡ ዕጡቓት ተጋሩ ናብ ትግራይ ንምእታው ተዳለዩ ተባሂልና ኢሎም። ኣሜሪካ ገይራቶ ዘላ ናይ ምልዓል እገዳ ውሳነ። ናብዚ ኩሉ ነገር ኣተና እምበይ ታይ ንፈላሊ ደሊየና እዩ ክልተ ኣሕዋት ህዝቢ ኮይና።

ብርክት ዝበለ ሰብ ሰላምታይ።
ሰላም ዝኸበርኩምን ዝኸበርክንን ተኸታተልቲ ዶራር ሓሪፋት ዝበልክዎም ቪድዮታት እየ ሕዘ መፅእ ዘለኹ ፀንሕኹም ምሳይ ምስ ዶራር ኣክት ክኾኑና ተማሕፀንኩ ንገዛና ሓደሽ እንድሕር ሃሊኹም ድማ ሳብስክራይብ ብምግባር ከይትዘንግዑ ይብለኩም ኣብ ቪድዮታትና ንእተይ ሰናይ ጻንሒት ሰላም
ሰላም ከዓኒ የውርደሉ እወነ ዓለም ብዓለሙ ሰላም የውርደሉ ሃገርና ሰላም እንተኾይና ዓለም ብዓለሙ ንሕና እውን ንቐስን ንሕና ንቐስን መንእሰይ ይቐስን ኣዴታት ንቐስን ኣቦታት ይቐስን እግዚኣብሔር ኣምላኽ ብዓለም ብዓለሙ ምሕረት ኣውርደልና ጽብል ዘለና ኣሜሪካ ጌራቶ ዘላ ናይ ምልዓል እገዳ ውሳነ

ናጽነትና ይመጸን ሉዓላውነትና ይምተኸብረን ተደጋጋሚ እገዳ ኣላሽቢ ምተኣልየን ምልዓል እገዳ እምበኣር ንኣፍሪቃን ዓለምን ዓብዪ ትእምርቲ እዩ ሉዓላውነት ብጸቕጢ ዋጋ ዕዳጋ ከም ዘይኣቱ ጽንዓት ንተነጽሎ ከም ዝስዕሮ ዓቕሊ ዝዓበየ ኣጽዋር ምዃኑ ኤርትራ ናይ ደገ ጸቕጢ ንጉዕዞኣ ከደናጉዮ እኳ ዝኽእል እንተኾነ ንሉዓላውነታ ከም ዘይሓኮ ንዓለም ዝመሃረትሉ ኣጋጣሚ እዩ እዚ ናይ ምልዓል እገዳ ፍጻመ፣ ኤርትራ ተዓዊታ ኣላ። እገዳ ንኤርትራ ንምድኻምን ንምንብርካኽን እዩ ተወሲኑ። እንተኾነ ኣይተዓወተን። ብኣንጻሩ፣ ንጽንዓት ህዝብና ኣግሂዱ። ምልዓል እገዳ ብኣሜሪካ ንኤርትራ ዝግበር ዘሎ ህያብ ኣይኮነን። ምስክርነት ምጽማምን ሰዓርነትን ነፍሲ ወከፍ መስዋእቲ ዝኸፈለት ኤርትራዊት ስድራ፣ ነፍሲ ወከፍ ተስፋ ዘይቆረጸ ኤርትራዊ ሓርበኛ ዝዓተሮ ዓወት እቲ መጻኢ እምበኣር ንጹር እዩ። ምስ ምልዓል እገዳ መስርሕ ህንጸት ሃገር ዝያዳ ክቀላጠፍ እዩ። ተራ ኤርትራ ምርግጋጽ ሰላም ቀይሕ ባሕርን ዞባናን ክጎልሕ እዩ። ንዓለም ድማ ዓብዪ መልእኽቲ ከመሓላልፍ እዩ። ኣብ ሓድነትን ዕላማን ዝሰመረ ህዝቢ ዓብዪ ሓይሊ ከም ዝውንን ዘረጋግጽ መልእኽቲ እዩ። ኤርትራውያን ሎሚ ኣብ ልዕሊ ምልዓል እገዳን ዝዓተርናዮ ዓወት ጥራይ ኣይኮናን ንጽምብል ዘለና። ዓወት ኤርትራዊ ጽኑዕ መንፈስ ኢና ንጽምብል ዘለና። ዓቕሊ ህዝብና ሓይሊ መንግስትና ከምኡውን ሓድነት ሃገርና ኢና ንጽምብል ዘለና ኤርትራ ተዓዊታ ኣላ እዚ ታሪኽ እዩ ሉዓላውነትና ቅዱስ እዩ ጽንዓትና ሓይልና እዩ ናጽነትና ድማ ዘለዓለማዊ እዩ ነዚ ዝድረዓልና ድማ ኪላ ኣህጉራዊ ጉዳያት ትመኪ ኢል መቑራቢ ብዛዕባ ምልዓል እገዳ ኣሜሪካ ኣብ ልዕሊ ኤርትራ ኣመልኪቱ ዝበሎ ሰሚዕና ንመለስ Congratulations, Eritrea stood firm on their principles for a long time and they didn't uh, they didn't give up because of the sanction. ኤርትራውያን እንኳዕ ኣብቅዖም ኣብ መትከሎም ንነዊሕ እዋን ጸኒዖም እዮም ብዓለም ለኻውን ምዕራባውን እገዳታትን ተጻብኦታትን ኢዶም ኣይሃቡን ኣይተንበርኮኹን ካልእ እንኳዕ ሓጎሰኩም ግብፃውያን ምክንያቱ ግብፂ ምልዓል ናይ ዝእገዳ ዓብይ ግደያ ተፃዊታ

በሉ እዚ ምልዓል ናይ እገዳ ጽምዶና ምስ ኣሜሪካ ከመይ ይኹንን ናብ ዝብል ኣርእስቲ እዩ ክሰግር ገና እዚ ጽምዶ ዝበሃል ስነ ሓሳብ እዚ ዓለም ክጠምር እዩ ተስፋይ ራያ ተኣሲሩ እኒኦ ካብቶም ብዙሓት ምክንያታት ኢሎም ዝዘርዘርዎም ዋና መእሰሪኡ ብስሩ እቲ ዋና መእሰሪኡ ነጥቢ ግን ኦረዲ ብረታዊ ቃልሲ ኣይገብሪ ምስ ኣሕዋተ የይታኾሲ ጥይት ትበሃል ኣብ መንጎ ትድኤፍን ኣብኡ ዘሎ ሓይልን ኮርዩ ከይዱ ዘሎ ሓይሊ ምስኡ ግጭት ክፍጠር የብሉ ናይ ክላሽ ምትኾኻስ ክህልኽእል የብሉ ልብል ስታንድ ብምሓዙ ጥራሕ እዮም ኣሲሮምዎ እኒኦ ባይዘው ስለዚ ንዕኡ ኣሲሮም እቲ ብረታዊ ቃልሲ ወረዲ ክጅምርዎ ይዘጋጀ ኣለዉ ማለት እዩ። ስለዚ ድምፂ ኹንዎ ኣብ መንጎ ኣሕዋት ግጭት ከይፍጠር መዋልሱ ተገቢ እዩ ማለት እዩ። ትኽክለኛ እዩ ክድገፍ ዝግብኦ ሓሳብ እዩና እቶም ኣብኡ ዘለዎ መሪሕነት ነታ ዘይትረብሕ በጀት ክብሉ ነታ ዘይትረብሕ ካብ ብልፅግና ትወሃቦም ቅርሺ ክብሉ ደቅኖ ልደቅኖ ከዳመዩ ክተኻኾሱ እዮም ዘዘጋጅዎም ዘለዉ። ዘይትረብሕ ሓምሻይ ግንባር ኢሎም ፈጢሮም ናብ ዞብል ገጽ ሰዲዶም ምስ ፋኖ ከዋግእዎም ተዘጋጅዮም ኣለዉ ማለት እዩ። ምስ ተጋሩ ምስ ኣሕዋቶም ናይ ትዲኤፍ ኣሕዋቶም ከጋጭዎም እውን ኣጸጊዖምዎም ኣለዉ። ስለዚ እዚኣ ክገብሩ ተኮይኖም ግድን ተስፋይ ራያ ክኣስርዎ ክእል እኒኦ ምክንያቱ ተስፋይ ራያ ስለለይ ድግፎ እዚ ማለት እዩ ዘውዝኒዮ ናይ ብረት ቃልሲ ስለለይ ድግፎ ማለት እዩ ስለዚ ብዙሓት ጸገማት ይሃልዮ በዚ ፖዚቲቭ እዩ ዓዲ ፎታዊ እዩ ህዝቢ ፎታዊ እዩ ስለዚ ኣብ መንጎ ብፆት ግጭት ከይፍጠር ከይታኮስ ደም ከይትፈስስ ዝብል ሓይሊ ኣሲርካ ደም ምፍሳሱ ክተስፍሕ ምሙካር ግን ዓገብ ኣቶም ኣብኡ ዘለኹም መራሕቲ ዓገብ ኣብ መንጎ ደቅኖ ደም ክፋሰስ ትገብሩ ዘለኹም ተገቢ ኣይኮነን ኣስተውዕሉ ፅባሕ ንጎ ክወግሕ እዩ ሰላም። ሕጂ ካብ መቐለ ዝተረኸበ ሰበር ዜና ከም ዝገለጾ ካልኣይቲ ድሮን ብልጽግና ከም ዝተጠለፈት ተሓቢሩ። ሰራዊት ትግራይ ቅድሚ ክልተ ወርሒ ጀሚሩ ጸረ ድሮን ተኸላ ከካይድ ከም ዝጸንሐ ዝገለጹ ፍልፍላት ንቕድሚ ናብ ድሮን ጠለፋ ምሽግጋሩ እውን ናይ ህዝቢ መመላለስቲ ዝኾነ ኣየራት ኢትዮጵያ ናብ ከባብታት ክሊ ኣየር መቐለ እንትጽግዓ ካብ ጂፒኤስ ወፃኢ ይገብረን ወይ ድማ ዝተሰሓሓተ ቦታ ስለ ዘርእየን እተን ነፈርቲ ዝዓርፋሉ ቦታ ከም ዘይፈልጣን ናብ ኣዲስ ኣበባ ክምለስ ይገብረን ከም ዝጸንሐ ተሓቢሮም ስለዚ ድማ ቲዲኤፍ ዝኾነ ይኹን ናይ ድሮን ይኹን ናይ ኣየር መጥቃዕቲ ንምክልኻል ካብ ዝጥቀመሎም ሜላታት ሓደ ንድሮን ይኹን ነፈርቲ ውግእ ዝተሰሓሓተ ናይ ጂፒኤስ ሓበሬታ ብምሃብ ዓላማ ከይወቕዓ ምግባር ወይ ድማ ምስቲ መቆጻጸሪ ማእኸል ዝነበረን ርክብ ክቋረጽ ብምግባር ክጥለፋን ክሕምሸሻን ምግባር ከም ዝኾነ ተገሊጹ። ብልጽግና ናብ መቐለ ዘምርሓ ዝነበራ ናይ ህዝቢ መመላለሲ ኣውሮፕላናት ናይ ቴክኒክ ሽግር ኣጋጢምወን እናበለ ዳግማይ ናብ ኣዲስ ኣበባ ክምለሳ ይገብር እኳ እንተነበረ እቲ ሓቂ ግን ሰራዊት ትግራይ እተን ኣየራት ናብ ክሊ ኣየር መቐለ እንትፅግዓ ንፈተነ ኢሉ እቲ መሳርሒ ስለ ዝወልዖን ዝተተሓሓተ ሓበሬታ ብምሃብ መዕረፎ ነፈርቲ ኣሉላ ኣባነጋ ክጠፍአን ስለ ዝገብርን እዮ ክብሎ ፍልፍላትና ገሊፆም። ትግራይ እዚ ዓይነት መሳርሒ ኣብ ኩለን ከተማታት ትግራይ ከም ዝተኸለት ዝገለፁ ፍልፍላትና ጂፒኤስ ጠለፋ ካብ ዘካየድ መሳርሒ ብትውሳኺ ወቕዒ ዝሕምሽሽ ዘመናዊ ፀረ ድሮን ቴክኖሎጂ እውን ከም ዝወነነ ተሓቢሮም። እዚ ከምዘይለ እናሃለወ ትግራይ ኣዲስ ኣበባ ክወቕዓ ዝኽእላ ዘመናዎት ድሮናት እውን ከም ዝወነነት ዝተረኸበ ሓበሬታ ይረድእ። ዲፋክቶ ሃገር ንምዃን ጉዕዞ ዝጀመረት ትግራይ ካብ ምክልኻል ሓሊፉ እውን ኣዲስ ኣበባ፣ ኣዳማ፣ ባህር ዳር ይኹን ካልኦት ከተማታት ከጥቅዓ ዝኽእላ ድሮናት ከም ዝወነነት ካብ እሙናት ፍልፍላት ዝተረኸበ ሓበሬታ የረድእ። ሕጂ ካብ መቐለ ዝተረኸበ ሰበር ዜና ከም ዝገለጾ ብልጽግና ካልኣይቲ ድሮን ከም ዝሰኣነ ተሓቢሩ። ብልጽግና ኣብዚ ሰሙን እዚ ናይ መጀመርያ ድሮን ብጸረ ድሮን ትግራይ ከም ዝተጠልፈት ዝገለጸ ፍልፍላትና ሕጂ ድማ ካልኣይቲ ድሮን ተጠሊፋ ከም ዝተሓምሸሸ ተፈሊጡ። ብልጽግና እታ ናይ መጀመርያ ድሮ ናይ ቴክኒክ ሽግር ኣጋጢምዋ ከም ዝተሓምሸሸት ዝገምገመ እንትኸውን ዓዲ ሰላም እዩ ኢሉ ናብ መቐለ ዝለኣኸ ካልእቲ ድሮን እውን ምስ መቆፃፀሪ ማእኸል ብልጽግና ዝነበራ ርክብ ተቋሪፆ ከም ዝተሓምሸሸት ተሓቢሮም። ገና እቲ ኣብ ልዕሊ ትግራይ ዝሓሰበ ኦፕሬሽን እንተይጀመረ ክልተ ድሮን ምስኣኑ ንትግራይ ዓብዪ ብስራት ከምዝኾነ እውን እንዳተገለፀ ይርከብ። ኤርትራ ምስ ኣሜሪካ ክትዛመድ ግብፂ ዓቢ ተራ ምፅዋታ ተገሊፁ። ኣሜሪካ ኣብ ልዕሊ ኤርትራ ዝፀንሓ ኣሉታዊ ግምት ኣብ ምትዕርራይ ግብፂ ዓቢ ተራ ምፅዋታ ናይታ ሃገር ፀብፃባት ይገልፁ። ኣብ መንጎ ፕረዚዳንት ኢሳያስ ኣፈወርቅን ናይ ግብፂ መራሒ ፕረዚዳንት ኣልሲሲ ዝግበር ቀፃሊ ርክባት ምንባሩን ሓደ ካብ ቀንዲ ዕላማኡ እውን ምስ ኣሜሪካ ዝነበረ ርክባት ኣብ ምትዕርራይ ዘተኮረ ምንባሩ'ውን እቶም ጸብጻባት ይገልጹ። እዚ ከምዚ ኢሉ እንከሎ፣ ኣብ መንጎ ኤርትራን ኢትዮጵያን ካብ ግዜ ናብ ግዜ እናበኣሰ ክመጽእ ዝጸንሐ ዝምድና፣ ብምትእትታው ኣሜሪካ ፍታሕ ክርከቦ ከም ዝኽእል ምንጭታት ይገልጹ። ኣሜሪካ ኣብ ልዕሊ ኤርትራ ዝጸንሓ ኣመለኻኽታ ድሕሪ ምቕያራ፣ እገዳ ኣብ ምልዓል ድሕሪ ምብጽሑ፣ ንናይ ክልቲኤን ሃገራት ሚኒስተር ወጻኢ ጉዳይ፣ ናብ ኣሜሪካ ርክብ ክገብሩ መደብ ከም ዘለዎን ምስቲ ጉዳይ ኣፍልጦ ዘለዎም ተንተንቲ ይገልጹ ኣለው። ንናይ ቃልሲ ዕርኹና ዝኾኑ ፈተውቲ ኤርትራ መልእኽቲ ኣለን። ኤርትራ ንፈተውታን ሰብ ውዕለታን ኣይትርስዕን እያ። ሎሚ ኤርትራ ዘይትድፈር ሃገር ኮይና ክትወጽእ እንከላ ንስኻትኩም እውን ተኻፈልቲ ናይቲ ዓወት ምዃንኩም ክትፈልጡ ንደሊ። ምሕዝነትና ድማ ኣብ ሓባራዊ ክብርታት ተመርኲሱ ንዘለኣለም ክነብር እዩ። ርግጽ እዩ ብሰንኪ ናይ ኣሜሪካ ይኹን ብስም ውድብ ሕቡራት ሃገራት ተገብረ እገዳ ህዝቢ ኤርትራ ዋጋ ኸፊሉ እዩ ከቢድ ዋጋ እንተኾነ እዚ ንህዝቢ ኤርትራ የንበርከኾን ኢዱ ሂቡ ግዜያዊ ፍታሕ ኣየናድሄን ስኑ ነኺሱ ነቲ ቁኑዕን ነዊሕን መገዲ ክጓዓዞ ወሲኑ እቲ ነጸብራቕ ህዝቢ ኤርትራ ዝኾነ መሪሕነት መንግስቲ ኤርትራ ዘርኣዮ ጽንዓትን ተጻዋርነት ንኹሉ ዓይነት ጸቕጥታት ድማ ኣገናዕ ዘብል እዩ። ሕዚ እንታይ ይመስል ናይ ቀርኒ ኣፍሪቃ ኣሰላልፋ ካብ ትሪኦ ዘለካ ኔትወርክካ ሎማዓንቲ ስቴብል ኣይኮነን ዘሎ ይስምዐካ ኣሎ ዶ? Anyway ንሱ ዳሕና ይካድ ኣሎ ይመስለኒ። ጽንሕና ኣብ ናይ ኣምሓርኛ መደብ ክንዝዝሮ ንእሽተይ ሓበሬታ እውን ኣዋዲድና ክንወጽእ ኢና ዝሓስብ ዘለና ሚኒስትር ናይ ኣሜሪካ ሚኒስትር ጉዳያት ወፃኢ ናይ ኤርትራ ሚኒስትር ጉዳያት ወፃእን ናይ ኢትዮጵያ ሚኒስትር ጉዳያት ወፃእን ክዕድም እዩ ዝበሃል ሓበሬታ ኣሎ ካብ ደገ ዝረኸብናዮ ካብ ናይ ኣውሮፓ ሓደ ኣምባሳደር ዝረኸብናዮ ሓበሬታ እዩ ኣብ ናይ ደገ ኣብ ናይ ኣውሮፓዊ ዲፕሎማት ዝረኸብናዮ ማርኮ ሪቪዮ ስቴት ሴክሬታሪ ናይ ዩኤስ ስቴት ሴክሬታሪ ናይ ኤርትራ ሚኒስትሪ ጉዳያት ወፃኢ ዑስማን ሳልሕን ናይ ኢትዮጵያ ሚኒስትሪ ጉዳያት ወፃኢ ዶክተር ጌዶን ጢሞቴዎስን ንዋሽንግተን ዲሲ ዓዲምዎም ኣሎ ዝቅፅል ኣብዚ ደቂ ቱ ዊክስ ገለ መለ ክመፁ እዮም ይበሃል ሓበሬታ ኣሎ እንታይ ማለት እዩ ናይ ቀርኒ ኣፍሪቃ ፖለቲካ እዚ ቀይሕ ባሕሪ ኣከባቢ ውግእ ቀይሕ ባሕሪ ክንደይ ናይ ንኣሜሪካ ቁፅሪ ሓደ ኣጀንዳ ኮይኑ ከም ዘሎ ትሪእዎ ኣለኹም ሕዚ ናይ ሆርሙዝ ስትሬት ናይ ሆርሙዝ ናይ ኢራን ኣከባቢ ዘሎ ፀገም ዘይተሓስዩ ዘይፈልጥ ፀገም ኣሜርካ ዘይሓሰበቶ ናብ ፀገም ኣትያ ከም ዘላ ስብ ዓለም እውን ዓለም ናብ ፀገም ዘእተወ ምኳኑ ንፈልጦ ኢና ኣብዚ ከባቢ እዚ ካልእ ውግእ እንተተፈጢሩ ናይ ቀይሕ ባሕሪ ምክንያት ብምግባር ውግእ እንተተፈጢሩ ድማ ኣንፃር ድሌት ኣሜሪካ ምኳኑ ብግልፂ ስለኣሜሪካ ስለ ዝገልፆ ንሕና ተጋሩ ናይ ትግራይ ፖለቲካ ምንታይ እዩ ናይ ፕረዚደንት ዶናልድ ትራምፕ ናይ ሓፂር እዋን ናይ ክልተ መዓልቲ ናይ ሓደ ዓመት ክልተ ዓመት ፖሊሲ ድዩ ኣሜሪካ ብዚ ፖሊሲ እዚ ቀፃሊ ይኸውን ድዩ ንኣብዪ ሓመድ ኣራት ኪሎ ዘሎ ኣብዪ ኣሕመድ ካብ ስልጣኑ ከይውገድ ፈሪሖም ድዮም ንኣሜሪካ ኣብዪ ኣሕመድ ተጨኒቆምሉ ድዮም ቀይሕ ሓርጌ ጨኒቕዎም ብዝተፈላለየ መንገዲ ክትርጎም ይኽእል እዩ ግን ናይ ቀርኒ ኣፍሪካ ፖለቲካ ብቀሊሉ ብሓፂር ግዜ ክቅየር ከምዝኽእል ግን መርኣያታት ኣሎ ምልክታት ይረአ ኣሎ ናይ ሱዳን ፖለቲካ እውን ማርኮ ሩቢዮ ኣብ ጣልያን ከይዱ ትማል ተዛረቦ ኣሎ ሓፂር እዋን ሲስፋየር ናይ ሲስፋየር ተኣዊጁ ሰብኣዊ ሓገዝ ክመፀ ኣለዎ ውግእ ጠጠው ክብል ኣለዎ እንዳበለ ይኸል ኣሎ ስለዚ ናይ ኣብዚ ከባቢ ዝፍጠር ብናይ ኣንፃር ናይ ትግራይ ኩነታት ክትሪእዎ ተለኩም ብዙሕ ብዙሕ ለውጢ ክትመፅእ ከምትኽእል መርኣያ እዩ እሞ ፖለቲካ ትግራይ ኣብ ሰራዊት ትግራይ ኣብ ህወሓት ዘሎ ናይ ዓለም ለኸ ፖለቲካ ዴቨሎፕመንት እውን ብቀረባ ክከታተሉ ከም ዘለዎ ይስማዓኒ ኣብ ሓያ መደብ ንእሽተይ ንስኺ ሰኸ ኣቢልና ሓበሬታታት ካብ ዝተፈላለዩ መንገታት ክርዕ ሓበሬታ ረኺብና ናብሃት ጽምዶ ከም ዝፈረሰ ብዕሊ ዝገልጽ ሓበሬታ ወጺኡ ኣሎ። ጽምዶ ህወሓትን ሻዕብያን ከም ዝፈረሰ ዘመላኽት ጸብጻብ እዩ ብወገን ህወሓት ዝቃላሕ ዘሎ። ኣብ ዝቕጽል ሰሙን ሰበስልጣናት ኢትዮጵያን ኤርትራን ኣብ ኣሜሪካ ክራኹቡ መደብ ተታሒዙ ከም ዘሎ ድማ ብወገን ካድረታት ህወሓት ዝወሃብ ዘሎ ሓበሬታ ኣመላኺቱ እዩ። ኣብ መንጎ ኢትዮጵያን ኤርትራን ዝነበረ ውጥጥ ናብ ዘተ ሰላም ክምለስ ከም ዝኽእል፣ እዚ ድማ ብኣሜሪካ መስርሕ ከም ዝተጀመረን እዩ ዝገልጹ ዘለዉ። ሚኒስትር ናይ ኣሜሪካ ሚኒስትሪ ጉዳያት ወፃኢ ንናይ ኤርትራ ሚኒስትሪ ጉዳያት ወፃእን ናይ ኢትዮጵያ ሚኒስትሪ ጉዳያት ወፃእን ክዕድም እዩ ዝበሃል ሓበሬታ ኣሎ ካብ ደገ ዝረኸብናዩ ካብ ናይ ኣውሮፓ ሓደ ኣምባሳደር ዝረኸብናዩ ሓበሬታ እዩ ኣብ ናይ ደገ ኣብ ናይ ኣውሮፓዊ ዲፕሎማ ዝረኸብናዮ ማርኮ ሪቪዮ ስቴት ሴክሬታሪ ናይ ዩኤስ ስቴት ሴክሬታሪ ናይ ኤርትራ ሚኒስትሪ ጉዳያት ወፃኢ ዑስማን ሳልሕን ናይ ኢትዮጵያ ሚኒስትሪ ጉዳያት ወፃኢ ዶክተር ጌዲዮን ጢሞቴዎስን ንዋሽንግተን ዲሲ ዓዲምዎም ኣሎ ኣብ ዓፋር ዝርከቡ ዕጡቓት ተጋሩ ናብ ትግራይ ንምእታው ተዳለዩ ተባሂልና ኢሎም እቲ ዕጡቕ ሓይሊ ኣብ ትግራይ ዘሎ ሓይሊ ብሰላም ዝእለየሉ ዕድል ስለዘብቅዐ ብሓይሊ ንክኣቱ ከምዝተኣዘዘ ኣፍሊጡ ኣሎ። እቲ ኣብ ዓፋር ብስርዓት ብልፅግና ዝተጣየሸ ዕጡቕ ሓይሊ ትግራይ ኣብዚ ሰሙን ሓደ ሓዱሽ ግንባር ከምዘጣየሸ ዕላው ኣብ ዝገበረሉ እዋን ሓላፊ ምምሕዳርን ፋይናንስን ግንባር ክልተ ዝኾነ ተጋዳላይ ዕድል ተኪኤ፣ ወዲ ተኪኤ፣ ንሕና ኢትዮጵያ ንክትምስረት እጃምና ዘበርከትና ኢትዮጵያውያን ኢና ዝበለ ኮይኑ መሬትና ይኹን ዝተፈፀመና ግፍዒ ብመሰረት ውዕሊ ፕሪቶርያን ሕገ መንግስትን ንክፍታሕ ኢና ንቃለስ ዘለና ይብል። ንምንታይ ድኣ ክሳብ ሕዚ ብመሰረት ውዕሊ ፕሪቶርያን ሕገ መንግስትን መሬት ትግራይን ተመዛበልትን ዘይተመለሱ? ዝበፅሐ ጆኖሳይድ ከ ዘይተዳነየ ዝብል ግና ኣይመለሶን። ኣብ ትግራይ ዘሎ ሓይሊ ምስ ውዕሊ ፕሪቶርያ ዘይፈረሙ ንኢትዮጵያ ንምፍራስ ምስ ዝንቀሳቐሱ ብምዃን ንትግራይ ናብ ዓዘቕቲ ምስ ዘእትው ተሓባቢሩ ንኸጥፍኣ ይጓየ ኣሎ ዝበለ እቲ መራሒ ምሕደራ ዕጡቕ ሓይሊ ንሕና ይኹን ፌዴራል ክሳብ ሕዚ ብሰላማዊ ዶ ይፍታሕ ኢልና እኳ እንተተፀበና ሕዚ ግና እቲ ካብ ኢትዮጵያ ክንግለል ዝገበረና ነባር ቤት ምኽሪ መሊሱ መንግስቲ ኣጣይሸ ይብል ኣሎ። ስለዚ ግዜ የብልናን እተው ተባሂልና ተኣዚዝና ኢና ክብል ተሰሚዑ። ካብ ሕዚ ሰዓት ጀሚሩ ንሕና ሎማዓንቲ ንዘራረቦ ግዜ የብልናን ተወዲኡ ኣሎ ግልፂ ማለት እዩ። እዚ ሰላማዊ ቃልሲ'የ ዘካይድ ኢሉ ንባዕሉ ሓይሊ ሰላም ቢሉ ብምጽዋዕ ወሰን ወሰን ክብል ዝጸንሐ ዕጡቕ ሓይሊ ሕዚ ናብቲ ብልጽግና ዝደልዮን ዝእዝዞን ሓዊ ንምእታው ቆሪጹ ከምዝተልዓለ ዕላዊ ገይሩ ኣሎ። ኣብ ልዕሊ ትግራይ ክኸፍቶ ዝሸባሸበሉ ዘሎ ወራር ድማ በይኑ እንተይኮነስ ምስ ካልኦት ሓይልታት ከምዝኾነ ዝገለጸ ኮይኑ እቶም ኣብ ጎኑ ዝስለፉ እንመን'ዮም ዝብል ግና ኣየብርሆምን። ምስ ህዝቢ ትግራይ ዝተሰለፉ ሓይልታት፣ ህዝቢ ትግራይ ክድሕን ዝደልዩ ሓይልታት ኣቲና ኣብ ቀረባ እዋን ክንፈትሖ ናይ መስጠንቀቕያ ትእዛዝ ተዋሂቡና ኣሎ። ብመን እዩ መጠንቀቕታ ትእዛዝ ተዋሂብዎ ዝብል ዋላ እኳ ኣየብርህ፣ ብስርዓት ብልፅግና ትእዛዝ ከም ዝተውሃቦ ግና ኣብዚ ሰሙን ክግለፅ ፀኒሑ እዩ። ኣመራርሓቲ ዕጡቕ ሓይሊ ኢና ዝብሉ ኣካላት ኣብ ከተማ ቢሸፍቱ ኣኪብዎም ዝቐነየ ፊልድ ማርሻል ብርሃኑ ጁላ፣ ዓመት ሙሉእ ካብ ቀለብ ወፃኢ ዘምፃእኹምዎ ለውጢ የለን፣ ሕዚ ህወሓት ንውዕሊ ፕሪቶርያ ኣፍሪስዎ ኢልኩም ውግእ ክፈቱ ዝብል ትእዛዝ ከምዝሃቦም ተሓቢሩ ዩ። ነዚ ዩ ድማ ዕድል ተኪኤ ወዲ ተኪኤ ኣብ ሓፂር ግዜ ኣቲና ንትግራይ ክንቆፃፀር መጠንቀቕታ ትእዛዝ ተዋሂቡና ክብል ዝገልፅ ዘሎ። ንሕና በይንና እንተይኮናስ ምሳና ምስ ዝስለፉ ሓይልታት ኢና ናብ ትግራይ ክንኣቱ ንዝብል ድማ ምሰ ሰራዊት ምክልኻል ሃገርን ኣብ ምዕራብ ትግራይ ዝርከብ ንባዕሉ ዋርድያ ተከዘ ኢሉ ዝፅዋዕ ዕጡቕ ሓይሊ ደመቀ ዘውድን ምዃኑ ንምፍላጥ ተኻኢሉ ኣሎ። እዚ ምስ ፈፀምቲ ጆኖሳይድ ኮይንካ ኣብ ልዕሊ ትግራይ ዝኽፈት ውግእ ድማ ታሪኽ ዘይርስዖ ክሕደት ክኸውን ከምዝኽእል ብዙሓት እናገለፁ ይርከቡ። ኢትዮጵያ ኣሜሪካ ንሱሳ ዓመት ንኤርትራ ኮንተይን ክትገብረሉ ድጸንሐት ልዕልና ቀይሕ ባሕሪ ንምርግጋጽ ነይሩ ትም ሰባት ንኤርትራ ነጻነት ክትከልእ ደልያ ኣይኮነትን ኣሜሪካ ሲምፕል ነጻነት ሲክክ ኤርትራ እኮ ከምተን ኣብ መግዛእት ዝነበራ ሃገራት ኣፍሪቃ ነጻ ወጽያ ዋይ ንምንታይ ይኽልክልዋ? ናይ ኤርትራ ነጻነት ዶ ምቕባል ይሓይሽ ኦር ኢትዮጵያ ንቕድሚት ምብጻእ ዝብል ኳልኩሌሽን እዩ በቃ እቲ ሮንግ ኳልኩሌሽን ኢትዮጵያ ትሕሸና ስለ ዝበሉ እዮም ዳሕራይ ከዓ እዞም ኤርትራውያን ምስ እቲ ናይ ኢትዮጵያ ተቓሊሶም ተዋጊኦም ክደኹም እዮም እምበር ደምፅኦ ነገር የለን እዩ ተባሂሉ ኢቭን ንዋላ ሰውራ ኤርትራ ክጅምር ከሎ ከማን ብዙሕ ሽግራት ነይርዎ እዩ ትፈልጥዎ ኢኹም ሶ ግን ከይዱ ከይዱ ከይዱ ከይዱ ከይዱ ከይዱ ምስ መፀ ብዙሕ ከዓ ፈቲኖም ድሕሪ ምምፃእ ነፃነት ከዓ ብዙሕ ፈቲኖም ከሰናኹሉ ኣላሽ ከብሉ ጊብ ኣብ ክንገብር መንእሰያት ምግፋፍ ዘሪዕካ ምውፃእ ኢኮኖሚ ኤርትራ ምውዳቕ ሰንዓፍ ወረብ ሰንዓ ፎረም ናይ ኣሜሪካ ኣጀንዳ እዩ ናይ መለስ ኣይኮነ ዋላ ናይ ዓብደላ ሳላሕ ኣይኮነ ዋላ ገለ እዚ ኩሉ እዚ ርብርብ ምስ ተወደአ እዚ ከባቢ ናይ ዓለም እንዳተለወጠ እንዳተለወጠ እንዳተለወጠ መፅዩ ኣነ ሓደ ሓደ ግዜ ናይ ዕሽነት ዘረባ ኣሎ እንታይ ኮይኑ እዚ ፕሬዚደንት ናይ ኤርትራስ ንራሻ ደይቦም እዚ መሬት እንታይ ኮይኑ ንቻይና ዘይቦም ኩሎም ሓደ ኩሎም ሓደ እኳ እዮም ናይ ኢምፓየር ባህር ዘለዎም እዮም እጂ ንኸምኡ ይኮነ እቲ መንግስቲ ደልዎ እቲ መንግስቲ ጥዕና ዘለዎ ሚቹዋል ኢንተረስት እዩ ምሕዝነት ኣብ ምክብባር ተመስረተ ምሕዝነት ስለ ዝኣምን እዩ እዚኣ ከዓ ኣኽቢራቶ እያ ንመንግስቲ ኤርትራ ኣኩሪዓቶ እያ ድማ ንኤርትራ እውን ባዕሉ ስለዚ ኣብ ኢትዮጵያ ዝመረፅሉ ምክንያት ንረብሐኦም እዩ ነይሩ ኣብ መጨረሻ ኢትዮጵያ ኣሽንኳይ ዶ ረብሐኦም ክትሕሉሲ ኣብዚ ሱሳ ዓመት ደክሰረቶም ከማን ይኖ ውሽጣ ከተድሕን ዘይከኣለት እንድሕር ኮይና ኢትዮጵያስ ታገደሶም እዮም ምስ ኢትዮጵያ ጎተት ዝብሉ ዋላ ህዝቢ ኤርትራስ ሚእቲ ሽሕ ኮን የድለኩም ዘለኹም ህዝቢ ኤርትራ እዮም ዝሰርሑ እዚ ነዚ ሓቂ እዚ ኣይኮነን ክትብሉና ትደልዩ ሓደ ክልተ ኤርትራውያን ኣለኹም ኣይደንኩ ዓድኹም ክትኣትዉ ዘይደልዩ ተኾንኩም ወይ ከዓ ፊፍቲ ፊፍቲ ተኮይኑ ማለት እዚ ብኮንፌደሬሽን ዶ ፌደሬሽን ምስ ኢትዮጵያ ገለ ትብልዎ ነገር ኣሎ ባይደወይ ፌደሬሽን ዶ ኮንፌደሬሽን ምስ ኢትዮጵያ ኤክስፓየር ገይሩ እዩ ኤክስፓየር ገይሩ እዩ ስዕልካ ንናይ ፖለቲካ ሓርጎፅጎፅ ወይ ስዕልካ ክትዋራዘ ትዛረቦ ገለ ነገር ይምበር እንደይ ፕሮፌሳር እዩ መሃል መዓት ፕሮፖዛር እዩ ኣሜሪካ እውን ኣይተቐበለቶን ማለት እቲ ቀደም ቀደም የድለኩም በዓል ዶክተር በረኸት ኣብ ሃብ ስላሴ ናይ ሎም ዓሰርተ ገለ ዓመት ፕሮፖዛል ኣቕሪቦም እዮም ኤርትራን ኢትዮጵያን ብኮንፌዴሬሽን ፅንሕ ኢልካ ብፌዴሬሽን ድሓር ናብ ኮንፌዴሬሽን ድሓር ናብ ሙሉእ ውህደት ክሰጋገሩ ይኽእሉ እዮም ዝብሉ እማመታት ኣቕሪቦም እዮም ኣሜሪካ ግን ነፂጋቶ ድሕሪ እዮም ኣደብ ገይሮም ማለት ኣሜሪካ ነፂጋታ ንምንታይ ነፂጋቶ ኣብ ኤርትራ ዘሎ መንግስቲ ኣብ ኤርትራ ዘሎ ቁጠባ ክጻወር ስለ ዘይክእል ናብ ከምዚ ዓይነት ክኸይድ ኣየድልን እዩ ካብ ዝብል እዩ። ብዝኾነ ግን ተጻዊሩስ መኪቱ ብርኽ ኢሉ ምስ ወጸ ግን ምስዚኦም ክንሰርሕ ኢና ድብል ከኣ እማመ መጺኡ ማለት እዩ። ሕጂ እቲ ምስዚኦም ክንሰርሕ ኢና ድብል እቲ መድረኽ እዩ ፈጢርዎ። ገሊኦም ናይ ኢራን ኩናት ይብሉ ገሊኦም ገለ ይብሉ ገሊኦም እሱ ግን ኣይኮነን እቲ ናይ ዩኒፖላር ኣብ ዓለም ናብ ብኣሜሪካ ድምእዘዝ ዝነበረ ግደፍዎ ናይ ኢራን ትማል ድመጸ እዩ። ንሱ ስለ ድወደእ እዩ በቃ ኣብቂዑ እዩ ጸንቂቑ እዩ። ሕጂ ገዘፍቲ ሓይልታት መፅኤን ቁጠባ ናይ ኣፍሪቃ ጓየዩሉ ኣለዉ በዓል ቻይና ገለመለን ስለዚ ኣሜሪካ ካብ ማእከላይ ምብራቕ ይኹን ካብ ከባቢ ዓረብ ሃገራት ኣብዚ ከባቢ ጥቓና ዝነበረ ካብኡ ትስጎግ ኣላ ኣሜሪካ ስለዚ እዚ ንምክልኻል ኣሜሪካ እቲ ኣቐይምናኩም ኢና ቐረበሉና ገለመለ ኣይኮነን ኮብ ይኮነ ትሰርሕ ትሰርሕ ኣይትሰርሕን ከዓ ኮንተይን ትግበር ኣብ ህውከት ትኣቱ ማለት እዩ ግን ዕድለኛ ኢና ሕጂ ንዓና ትረት ትገብረና ወይ ህውከት ክትፈጥረልና ትኽእል ኢትዮጵያ የላ እሱ እዩ ተዓበ ኣችመት ናሃና ንሱ ስለዚ ናይ ቁፅሪ ኮነን ዝበልኮ ብኸም እየ 150 ን ዋላ 180 ንኾኑ እሱ ይኮነን 180 ሚሊዮን ኮይኖም ሓደ ለባም ዘይብሎም ሰብ እንድሕር ኮይኖም ናቶም ቁፅሪ ትርጉም የብሉ ሕጂ ክሬዲት ኣለዎ ንኩሉ ስምምንካስ መድረክ በብደረጅኡ ሰጊርካ ናብዚ ምብፃሕ ገለሲ ክሬዲት ኣለዎ ንኩሉ ክሬዲት ነቲ መሪሕነቱ ነቲ መንግስቲ ነቲ ህዝቢ ዋትኤቨር ኩሉ ክሬዲት ኣለዎ ሶ ኢትዮጵያ ኣብ ታሪኻ ድሕሪ ሱሳ ዓመት ብፍላይ እዚ ናይ ኣፍሪኮም ምስ ተመስረተን ክነጆ ዝነበራ ልዕልና ናይ ዞባ ቀርኒ ኣፍሪቃ ስኢናቶ ጥራይ ዘይኮነ ሽፍቲ ገይሩ ናብ በዓል ኬንያ ከይዱ ሕጂ ኣሜሪካ ኬንያ ተገድሶም እንግሊዝ ኬንያ ተገድሶም ኢትዮጵያ ኣይኮነትን ኢትዮጵያ ኣብ መጨረሻ ነናቱ መንግስቲ መስሪቱ ወይ ነናቱ ክልል ፈጢሩ ሃገር ክምስርት ዝደሊ ናይ ፖለቲካ ተኣሽሙ ከም ዘሎ ፈልጥዎ እዮምስ ኣየድሕንዎን እዮም ዋላ ኣሜሪካውያን ኣየድሕንዎን እዮም ኣየድሕንዎን እዮም እዚ ካብዚ እያ ትኸይድ ስለዚ ብዙሕ ካልእ ሕፅር ከብሎ ኣብሴ ስለ ዝመፅኹ ከይመስየኩም ናብ ሰዓት ከባቢ ገብር ኣለኹ ድውል ደሊ እቲ ናይ ፋኖ ዝበልኩ ዓንተወይ ናይ ፋኖ እንታይ ይመስለኩም ከምዚ ኣብ ዝምድና ኣብ ምሕዝነት ስትራቴጂካዊ ምሕዝነትን ስልታዊ ምሕዝነትን ዝበሃል ኣሎ ዋላ ኣብ ዓርክኻ ከማን ሓደ ትፈትዎ ዓርክኻ ተሎስ ናይ ልቢ ትነግሮ ዓርክኻ ኣሎ ከምዚ ናይ ደቂ ኣስመራ ዘረባ ከዓ ናይ ጫርማን ዓርክ ኣሎ ስኢሉ ከምዚ ሓሻሺ ማለት ሕጂ ነቲ ናይ ልቢ ዓርክፌኻ ብዛዕባ ሰበይትኻ ብዛዕባ ኣዴኻ ብዛዕባ ደቅኻ ትነግሮ እቲ ናይ ልቢ ዓርክኻ ማለት የሕሊፉ ኣይህበንን ኢልካ ስለ ትኣምን እዩ ንሱ እውን ከምኡ እዩ ናይ ገዝኡ ዝነግረካ ምክንያቱ የሕሊፉ ይህበንን ኢሉ ቃል ኪዳን ኣሎ ፕሮሚስ ኣለካ እዚ ስትራቴጂካዊ ዓርክ ይበሃል ማለት እዩ ካብ ህይወት ክድውለልካ እዮ ኒሕራይ ሓንሳብ ፅናሕ ካብ ህይወት ስጋዕ ሞት ስምሳኻ ኣሎ ማለት ኦኬ እቲ ስልታዊ ዓርክኻ ግን ናይ ረብሓ እዩ ስልታዊ ዓርክስ ናይ ረብሓ ማለት እዩ። እዚ ሕጂ ተለካ ፈትወካ ተደይብልካ ጸልኣካ ተሓመምካ ካባኻ ትሃድም ምሉእ ጥዕና ተለካ ከ ኣያ ክትኮኑ ከማ ንመጸካ ማለት እዩ። So ሃገራት ብከምዚ ኳልኩሌሽን እየን ዝሰርሓ። ስትራቴጂካዊ ምሕዝነት ምስ ኣምሓራ ፋኖ ክህልወና ኣይክእልን ክህልወና ኣይክእልን እዩ። ስቅ ኢሎም እዞም ናይ ደቂ ሰበይቲ ዘረባ ናይ ሶሪታ ደቂ ሰበይቲ ካልቸራ ባህልና ስለ ዝኾነ ክንደይ ጀጋኑ ኣዴታት ኣለዋ ከም በዓል ኣደይሲ ጀጋኑ እየን። ንፉዓት እየን ግን እታ ወዲ ሰበይቲ ጓል ሰበይቲ ትበሃልሲ ከመይ ኢላ ተፈጢራ ኣብ ኤርትራ ኣይፈልጥን እየ ክንደይ ሕማቃት ሰባት ኣለዉ እንታይ ይገብሩ መስለኩም እዚኦም ኣምሓራ እኮ ጸላኢና እዩ ኣምሓራ እኮ ከምዚ ደንብያ ኣምሓራ እኮ ከምዚ ገለ ድብሉ ኣለዉ ፍልሰት ናይ ውልቀ ሰባት ክፍጠር ዝኽእል ኣብ ማሕበራዊ ቃውማ ንቡር እዩ እሱ ፖለቲካ ኣይኮነን ግን ክተስተውዕሉ ዘለኩም ናይ ሱዳን ፖለቲካ ንዓና ጸልወና ዶ ይጸልወናን ናይ የመን ፖለቲካ ባሕሪ ሰጊሩ ስታይ ይገብረና ናይ ኢትዮጵያ ፖለቲካ ንዓና እንታይ ይገብረና? ኢትዮጵያ ክንኮና ኣየናይ ክፋል ሕብረተሰብ ኢና እተው ፅልኡ ናይ ትግራይ ሽግር ናይ ትግራይ ፅቡቕን ሽግርን ንዓና ፀልወና እዩ ቢኮዝ ሓደ ህዝቢ ወይ ገለ ስለ ዝኾንና ኣይኮነን ተኮይኑ ፀገም ይብሉን ግን ስለ ዝኾንና ኣይኮነን ግን ካብ እመት ስስድርላታ ዝበሃል ነገር ኣሎ ማሕበራዊ ቃውማና ቋንቋና ጎረባብቲ ምዃንና መላምንቲ ሓዊ ምዃንና መውስበሉ ብዙሕ ነገር ትገብሮ ነገር ኣሎ ዋላ እቲ ፅልኢ ናይ ፖለቲካ ዝነበረ ፅልኢ መንጎ ትግራይ ከማን ሓደ ኢሹ እዩ እሱ ንባዕሉ ሓደ ከም ፍቅሪ ጥራይ ዘይኮነስ እቲ ፅልኢ ከማን ንባዕሉ ታሪክ እዩ ከም ታሪክ እዩ ዝምዝገብ እቲ ፍቅሪ እውን ቀደም ምሕዝነት ትግራይ ኤርትራ ዝነበረ ኩናት ኤርትራ ኣብ ኢትዮጵያ ዝሰውኦም ትግራይ ዝሰውኦም ተጋሩ ናብ ኤርትራ መፅኦም ዝሰውኦም እዚ ንባዕሉ ሓደ ነገር እዩ። ብናይ ኢትዮጵያ ናይ ፖለቲካ ኮንቴክስት ንዓና ናይ ኦሮሞ ፖለቲካ እንታይ ይገብረና ንዓና እንታይ ይገብረኩም ንዓኻትኩም በዚ ዓፋር ድበሃል ነኖ በዚ ናይ ዓዲ ሶማልያ ድበሃል ይዋ ይዋግኡ ኣለዉ ምስ ኦሮሞ ተኢሎምኹም ዜና እዩ ድኸውን ንዓኹም ዜና እዩ እምበር ጸላዊ ይኮነን ማለት ናይ ኣምሓራ ድማ ኣየኖት ኣምሓራ እዮም ንኤርትራ ድጸልዎን ደይጸልዎን ክንፈልጦ ክንክል ኣለና ፈርስት ኦፍ ኦል ኣምሓራ ማለት ኣብ ኣርባዕተ ይድክፈል ሰሜን ሸዋ ኣምሓራ ኣሎ ጎንደር ኣሎ ወሎ ኣሎ ጎጃም ኣሎ እዚኦም ባዕሎም በርባዕተ ንጉሳት ዝመሓሩ ዝነበሩ ህዝቢ እዮም ሓደ ተደኾኑ ንምንታይ እዮም ብሓደ ንጉስ ዘይመሓደሩ ትቐደም ንምንታይ ሓደ ንጉሶም ዘይገብሩ ቴድሮስ ካብ ጎንደር ነይሩ በላይ ዘለቀ ዶ ገለ ድብልዎ ካብ ጎጃም ነይሩ ንጉስ ሚካኤል ወይ ንጉስ ዓለ ካብ ወሎ ነይሩ ናይ ሸዋ ናይ ኣንኮበር ንጉስ ከዓ ነይሩ ቀዳማይ ምኒልክ ካልኣይ ምኒልክ ገለ ትበሃል ብልጽግና የድርድር ጥያቄ ወደ ትግራይ ይልካል እየተባለ ነው ለህወሀት ነው መልእክታችን ህወሀት ነው መልእክታችን ብልጽግና የድርድር ጥያቄ ለህወሀት ምን ብሎ ያቀርባል